ሰላም ክቡራት ተኻታተልቲ እዚ ቪድዮ ከመይ ኣለኹም ንሎሚ ኣብዚ ቪድዮ ብዛዕባ ጠንቂ ነድሪ ሓናት ክንርኢ ኢና ነድሪ ሓናት መልከፍቲ ናይ ሓናት ኮይኑ ዝበዝሐ ግዜ ብባክቴርያ ወይ ብቫይረስ ይስዕብ እቶም ቀንዲ ጠንቅታት እዞም ዝስዕቡ እዮም ብቫይረሳት ከም በዓል ሪኖ ቫይረስ ኢንፍሉዌንሳ ቫይረስ ኤፕስታይን ቫይረስ ሄርፐስ ሲምፕሌክስ ቫይረስ ኣዴኖ ቫይረስ ወይ ከዓ ኤንተሮቫይረስ ይስዕብ። ብባክተርያ ከኣ ብስትረፕቶኮከስ ግሩፕ ኤይ ዝበሃሉ ባክተርያታት ይስዕብ። ብተወሳኺ ብፋንገስ ወይ ብሽጋራ ከምኡ'ውን ዝተበከለ ኣየር ብምስትንፋስን ኣለርጂ ብምስዓብን ክብገስ ይኽእል። ብሓፈሻ ብቫይረስ ዝስዕቡ ነድርሓናት ፍኹስ ዝበሉ እኳ እንተኾኑ እቶም ዝበዝሑ ማለት ልዕሊ ሰብዓ ፐርሰንት ነድርሓናት ብቫይረስ ይስዕቡ። እቶም ዝተረፉ ከኣ ብባክተርያ ከምኡ'ውን ብፋንገስ ይስዕብ። ጥቕምታት ሓናት ወይ ከኣ ቶንሲል ምስ ንርኢ፣ ከም ቀዳማይ ደረጃ ምክልኻል ኣንጻር ባዕዳውያን ተሃዋስያን ከም በዓል ባክተርያ፣ ቫይረስ ከምኡ'ውን ካልኦት ጀርምታት ናብ ኣካላት ብኣፍ ወይ ብኣፍንጫ ንዝኣትዉ ይከላኸል። ሓናት ንጸዓዱ ዋህያታት ደም ከም ሊምፎሳይትስ ከምኡ'ውን ማክሮፌጅስ ዝኣመሰሉ ስለ እትሕግዝ ንባዕዳውያን ተሃዋስያን፣ ብምልላይ ተዕኑን ንስርዓተ ምክልኻል ኣካላት ተበራብርን። ብተወሳኺ ሓናት ፀረ ነፍሳት ከም በዓል ኢሙኖግሎብሊን ኤይ ዝበሃሉ ፀረ ነፍሳት ብምፍራይ ኣብ ምክልኻልን ምቅላስን ባክቴርያን ከምኡ እውን ቫይረሳት ትሰርሕ። ኣብ ግዜ ንእስነት ንምምዕባል ስርዓተ ምክልኻል ኣካላት እትሕግዝ ድሕሪ እዋን ግርዝውና ግና ማለት ኣብ ግዜ ፑበርቲ እናነኣሰትን እናተጨበጠትን ትኸይድ። ሓናት ኣብ ስርዓተ ምክልኻል ኣካላት ኣዝዩ ዓቢ ኣገዳስነት እኳ እንተሃለዋ ብዙሕ ግዜ ምልከፍቲ ምስ ዘጋጥም ኣብ ግዜ ሕዱር ነድሪ ሓናት መጥባሕቲ ክትእለ ይከኣል እዩ። ዓይነታት ነድሪ ሓናት ሰለስተ ዓይነታት ነድሪ ሓናት ኣለዉ። ሓደ ሃንደበታዊ ነድሪ ሓናት ወይ ከኣ ኣክዩት ቶንሲላይትስ ኢልና ንጽውዖ። እዚ ዓይነት ነድሪ ሓናት ሃንደበት ዝፍጠር ብሰንኪ መልከፍቲ ቫይረስ ወይ ባክተርያ ዝስዕብ ኮይኑ ዝበዝሐ ግዜ ካብ ዝጅምር ኣብ ውሽጢ ክልተ ሰሙን ዝጠፍእን ብድሕሪኡ ዘይምለስን እዩ። እቲ ካልኣይ ሪከረንት ቶንሲልስ ዝበሃል፣ ቶንሲላይትስ ዝበሃል፣ ተመላላሲ ነድሪ ሓናት ኮይኑ፣ እዚ ዓይነት ነድሪ ሓናት ኣብ ዓመት ካብ ሓሙሽተ ክሳብ ሸውዓተ ግዜ እናተመላለሰ ዘሸግርን ምስ ዝኸውን ተመላላሲ ነድሪ ሓናት ኢልና ንጽውዖ። እቲ ሳልሳይ ሕዱር ነድሪ ሓናት ኮይኑ፣ ብቐጻሊ ብመልከፍቲ ሓናት፣ ዝጸንሕ ኮይኑ ብመድሃኒት ዘይጠፍእን ንነዊሕ ግዜ ዘሸግርን ሕዱር ሕማምን እዩ። ምልክታት ነድሪ ሓናት ሓደ ቁስሊ ጎሮሮ፣ ምቕያሕን ምሕባጥን ሓናት፣ ጻዕዳ ወይ ብጫ ጥረ ነገር ካብ ሓናት ክፈርዩን ክወጹን ይኽእሉ፣ ኣቐንዛዊ ቁስልን ማይ ዝመዓጎ ኣብ ጎሮሮ ክፍጠር ይኽእል፣ ቃንዛ ርእሲ፣ ረስኒ፣ ቁሪ ቁሪ ምባል፣ ቃንዛ እዝኒ፣ ምውሓጥ፣ ምሽጋር፣ ምሕባጥ ጽግታት ክሳድ፣ ሕማቕ ጨና ዘለዎ ምስትንፋስ፣ ምድራቕ ክሳድ፣ ዝጓዕረረ ድምጺ፣ ቃንዛ ከብዲ፣ ተምላስ ከምኡ'ውን ምዕጻው ሸውሃት ዝኣመሰሉ ምልክታት የርእዩ። ዋላኳ ተመሳሰልቲ ምልክታት እንተሃለዉ፣ ኣብ ህጻናት እዞም ዝስዕቡ ምልክታት ይረኣዩ፣ ቃንዛ ከብዲ፣ ተምላስ፣ ብዙሕ ንፋጥ ንምፍጣር ከምኡውን መግቢ ንኽበልዑ ይሽገሩ። ነድሪ ሓናት ንምልላይ ዝግበሩ መርመራታት ምስ እንርእይ፣ ኣካላዊ መርመራታት ብምግባር ምቕያሕን ሕበጢ ናይ ሓናት ብምርኣይ ወይ እውን ዝተፈጥረ ምጉሊ ዝመስል ፈሳሲ ካብ ኣፍ ክወጽእ ይኸእል። ቅምሶ ወይ ከኣ ሳምፕል ብምውሳድ ኣብ ላባራቶሪ ብምምርባር ብባክቴርያ ድዩ ወይ ብቫይረስ ነድሪ ሓናት ስዒቡ ክምርመር ይከኣል እዩ። ደም ብምውሳድ እውን ቁጽሪ ዋህዮታት ደም ብምርኣይ ብባክተርያ ድዩ ወይ ብቫይረስ ስዒቡ ንምፍላጥ ይከኣል። ነድሪ ሓናት ንነዊሕ ግዜ ከይተሓከመ ምስ ዝጸንሕ ምግሊ ዝመስል ፈሳሲ ከፍሪ ይኽእል። ብዘይካዚ ብግቡእ ምስ ዘይፍወስ ጸገማት ልቢ ከምኡውን መላግቦታት ዓጽሚ ከስዕብ ይኽእል። ብተወሳኺ ናይ ኩሊት ጸገማት፣ ሕጽረት ምስትንፋስ፣ ናይ እዝኒ መልከፍቲ እውን ከስዕብ ይኽእል። ንነድሪ ሓናት ዝግበሩ ፍወሳታት፣ ብባክተርያ ዝሰዓበ ምስ ዝኸውን፣ ሓኪም ኣንቲባዮቲክስ ብምሃብ፣ ከም ኣሞክሲሊን ወይ ፐንስልን ብምሃብ ክፍወስ ይከኣል። ብዘይካዚ፣ ኣብ ገዛና ክንገብሮም ዘለና፣ እኹል ዕረፍቲ ምውሳድ፣ ልብጥ ዝበለ ማይ ምስታይን ንቓንዛ ጎረሮ የጉድል። ጨው ዘለዎ ማይ ጎራዕራዕ ብምባል ንጎረሮ ምጽራግ፣ ጸረ-ቓንዛ መድሃኒታት ኣብ ግዜ ቓንዛ ምውሳድ፣ ነቲ ነድሪ ሓናት ብተደጋጋሚ ዘጋጥም ዘይፍወስን ምስ ዝኸውን ግን ሓኪም ብመጥባሕቲ ክኣልዮ ይኸእል። ፍልልይ ብባክተርያ ወይ ብቫይረስ ዝስዕቡ ነድሪ ሓናት ምስ እንርኢ፣ ብቫይረስ ዝስዕቡ መልከፍቲ ሓናት፣ ማእከላይ ረስኒ፣ ሰዓል ከምኡውን ጸረርታ ኣፍንጫ ምልክታት የርእዩ። ብተወሳኺ ምቕያሕን ምሕባጥን ሓናት ምልክታት ኣለዎ፣ ከምኡውን ፈሳሲ ካብ ሓናት ክህሉ ይኸእል። ብኣንጻሩ ብባክተርያ ዝስዕብ ነድሪ ሓናት ምስ ዝኸውን ብርቱዕ ረስኒ፣ ቃንዛ ጎሮሮ፣ ኣለዎ። ሰዓል ግና የብሉን። ምቕያሕን ምሕባጥን ሓናት እኳ እንተሃለዎ ዝወጽእ ፈሳሲ የብሉን። ኣንቲባዮቲክስ ብምውሳድ ከኣ ክሕከም ይከኣል። ንመልከፍቲ ሓናት ክግበሩ ዝግብኦም ጥንቃቐታት፣ ሓደ ኣእዳውና ብሳሙናን ብማይን ምሕጻብ፣ መስተዪ ወይ መመገቢ ከይተሓጽቡ ምስ ካልኦት ብሓባር ዘይምጥቃም፣ ብከላ ኣየር ኣብ ዘለዎ ቦታ ምርሓቕ፣ ካልኦት ኣለርጂ ዝስዕቡ ነገራት ውን ምርሓቕ። ንሎሚ ዝነበረኒ መደብ ነዚ ይመስል ኣብ ካልእ ግዜ ብኻልእ ትሕዝቶ ክሳብ ንራኸብ ሰላም ባይ።